ሰላም ዝኸበርኩም ተኻተልቲ ቤን ቲቪ ንሎሚ ሓሙስ 18 ነሓሰ ዝተዳለዉ ዕለታዊ ዜናታት ይዘልኩ መፅእ ኣለኹ ከም ወትሩ ክሳብ ፍፃመ መደባትና ንክትከታተሉና እንዳዓደምኩ ብቐዳምነት ኣርእስተ ዜና ኣብ ዶብ ሱዳንን ሊብያን ናይ 20 ስደተኛታት ሬሳ ተረኺቡ ውላዱ ዘድሓነ ብሪጣንያዊ ሬስኡ ኣብ ኢጣልያ ተረኺቡ። ጃፓን ቁጠባኣ ንምዕባይ መንእሰያት ኣልኮል ክሰትዩ ትምሕጸን። ብሪጣንያ ግዳያት ዝተበከለ ደም ነብሲ ወከፎም ሚእቲ ሽሕ ፓውንድ ክከሓሱ እዮም። ኣሜሪካ ኣብ ሶማል ጽዑቕ ናይ ነፈርቲ ደብዳብ ከምዝቐጸለትን። ካልእን ዝድህስስ መደባት ሒዘልኩም መጽየ ኣለኹ። ሰናይ ናይ ምክትታል ግዜ እንዳ ተመነኹ ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ብምግባር ናይ ደወል ምልክት ክትጥውቁ ብክብሪ ይዕድመኩም። ኣብ ዶብ ሱዳንን ልብያን ናይ ዒስራ ስደተኛታት ሬሳ ተረኺቡ። ኣብ ሓለዋ ዶባት ሱዳንን ሊብያን ዘተዋፍረ ልፍንታዊ ሓይሊ ክልቴን ሃገራት ናይ ዕስራ ስደተኛታት ሬሳ ከም ዝረኸበ ኣፍሊጡ። እቲ ናይ ልፍንቲ ሓይሊ ኣብ ዘውጽኦ መግለጺ ኣብ ክልተ መካይን ዝተጻዕኑ ስደተኛታት ኣብቲ ንሱዳንን ሊብያን ዘዳውብ ሰሃራ ብ ዓሰርተ ክልተ ነሓሰ ተዛሕዚሖም ከም ዝረኸበ ብምምልካት እቶም ዕስራ ሞይቶም ሸሞንተ ድማ ትልኽ ክብሉ ከም ዝጸንሑ ሓቢሩ። ዜግነት ናይቶም ብሰንኪ ድኻም ጽምን ጥሜትን ሞይቶም ክኾኑ ከም ዝኽእሉ ዝተገልጹ ስደተኛታት ኣይተነጸረን። እቶም ድሒኖም ኣብ ሕክምና ዝእለዩ ዘለዉ ግና ዜጋታት ሱዳን ምዃኖም ኣገልግሎት ዜና ሱዳን ንኣዘዝቲ ናይቲ ናይ ልፍንቲ ሓይሊ ኮነሬል ዓሊ ሰይድ ብምጥቃስ ገሊጹ። ንሱዳንን ሊብያን ዘዋስን ክፋል ሰሃራ ዜጋታት ሃገር ቀርኒ ኣፍሪቃ ብፍላይ ድማ ዜጋታት ኤርትራ፣ ኢትዮጵያ፣ ሱዳንን ናብ ሃገራት ኤውሮጳ ንምስጋር ብብዝሒ ዝሳጉምሉ ንስደተኛታት ሓደገኛ ተባሂሉ ካብ ዝጥቀስ ከባቢታት ዓለም እዩ። ኣብ ሰሃራ ብድኻም ጽምን ጥሜትን ተሰኒፎም ህይወቶም ናይ ዝሓለፈን ስድራቤታቶም ድማ ደሃይ ዘይረኸቡን ስደተኛታት ብብዝሒ ብኣሽሓት ከም ዝበጽሕ ጸብጻባት ትካል ስደተኛታት የመላኽቱ። ውላዱ ዘድሓነ ብሪጣንያዊ ሬስኡ ኣብ ኢጣልያ ተረኺቡ። ኣስክሬን ናይቲ ወዱ ንምድሓን ካብ ጃልባ ናብ ቀላይ ዝዘለለ ብሪጣንያዊ ኣብ ኢጣልያ ተረኺቡ። እቲ ኣራን ቻዳ ዝተባህለ ኣቦ ኣብ ዝሓለፈ ወርሒ'ዩ ምስ በዓልቲ ቤቱን ክልተ ደቁን ንኽዛወር ናብ ቀላይ ጋርዳ ከይዱ። ብ ዕስራን ክልተን ሓምለ ድሕሪ ዘጋጠመ ሓደጋ ሃለዋቱ ተሳኢኑ ምጽንሑን ብሰሉስ ኣስክሬኑ ከም ዝተረኽበን ተገሊጹ። ኣብዚ እዋን ኣብ ብሪጣንያ ትርከብ እታ ስድራ ነቲ ኣስክሬን ንምልላይ ናብ ኢጣልያ ክትገይሽ ምዃና'ውን ተሓቢሩ። እቲ ኣጋጣሚ ንመበል ሓምሳን ክልተን ዓመት ዕለተ ልደት ኣራን ንምጽንባል ዝተተለመ እዩ ነይሩ። እታ ስድራ ጃልባ ተኸርያ ኣብ ገማግም ህሊሙን ሪዞርትን እናተዘናገት እንከላ'ያ ወዱ ሓደጋ ኣጋጢምዎ። ኣራን ንወዱ ካብ ምጥሓል ከድሕኖ እኳ እንተኽኣለ ኣብ ከባቢ እታ ጀልባ ከም ዝጠሓለ'ዩ ተገሊጹ ነይሩ። ኣስክሬኑ ካብ ሊሙን ሸሞንተ ሚእቲ ሜትር ኣብ ዝርሕቕ ማይ ኣብ ሰለስተ ሚእትን ዓሰርተ ሽዱሽተን ሜትር ዕምቆት ብወለንተኛታት ከምእተረኽበ ሓለዋ ገምገም ባሕሪ እቲ ከባቢ ሓቢሩ። ንሱ ክጥሕል ዝኸኣለ ምናልባት ብሕማም ክኸውን ከም ዝኽእል'ውን ተገሊጹ። ኣራን ንወዱ ድሕሪ ምድሓኑ ከም ዝጠፍኤ ንትካል ህይወት ኣድሕን ደዊላ ዝሓበረት በዓልቲ ቤቱ ክትኸውን እንከላ፣ እታ ኣደ ምስ ኣእወየት እቲ ኣቦ ነቲ ቆልዓ ንምድሓን ናብቲ ቀላይ ዘሊሉ ከም ዝኣተወ ሓደ ምስክር ዓይኒ ተዛሪቡ። ኣስክሬን ኣራን ንምርካብ ብጀላቡ ብሄሊኮፕተር ተሰንዮም ጠለቕቲ ፖሊስን ወለንተኛታትን ከም ዝተሳተፉ ተፈሊጡ። ጃፓን ቁጠባኣ ንምዕባይ መንእሰያት ኣልኮል ክሰትዩ ትምሕጸን። መንእሰያት ጃፓን ኣልኮላዊ መስተ ኣየዘውትሩን፣ ሰብ መዚ ድማ ነዚ ንምቕያር ወፍሪ ጀሚሮም ኣለዉ። ምስ ወለዶም እንክነጻጸር ጃፓናውያን መንእሰያት ብዙሕ ኣልኮላዊ መስተ ከም ዘይወስዱ እዩ ዝንገር። እዚ ድማ ንከም ካብ ሩዝ ዝስራሕ ሳካ ዝተባህለ ነቢት ዝርከብ ቀረጽ ኣጉዲልዎ። ሳካ ቪቫ ዝብል ወፍሪ ምስታይ ኣልኮል ሰሓቢ ንምግባርን ቁጠባ ኢንዱስትሪ መስተ ንምዕባይን ዝዓለመ እዩ። ካብ ዕስራ ክሳብ ሰላሳን ትሽዓተን ዝዕድሚኦም መንእሰያት ዝተሳተፍሉ እዚ ውድድር መንእሰያት ክሰትዩ ዘላዓል ናይ ንግዲ ሓሳብ ከቕርብ ዝጠልብ ኮይኑ ኣብ መስተታት ሳካ፣ ሾቹ፣ ዊስኪ፣ ቢራ፣ ወይነ ቤት ዘተኩረ እዩ። ተወዳደርቲ ናይቲ ምውዕዋዕ ብራንዲንን ሰብ ሰርሖ ብልሒ ዝሓወሱ ትልምታትን ከቕርቡ ትጽቢት ይግበረሎም። መራኸቢ ብዙሃን ጃፓን ከም ዝሓበሮ እቲ ምንቅስቓስ ኣብ ህዝቢ ዝተፈላለየ ስምዒታት ፈጢሩ ኣሎ። ገለ ሰባት ዘይጥዑይ ልምዲ ዘማዕብል እዩ ብምባል ክቃወምዎ እንከሎ ካልኦት ድማ ዘዘናግዑ ሓሳባት እናልዐሉ የወዓውዑ ኣለዉ። ተወዳደርቲ ክሳብ መወዳእታ ወርሒ መስከረም ሓሳቦም ከቕርቡ ትፅቢት ዝግበር ኮይኑ እቶም ዝበለፁ ሓሳባት ቅድሚ ኣብ ወርሒ ሕዳር ናብ መወዳእታ ውድድር ምስጋሮም ብሰብ ሙያ ተሓጊዞም ክምዕብሉ ክግበር እዩ። ዕዳጋ ኣልኮሆል ጃፓን ካብ እዋን ናብ እዋን እናደኸመ ይመፅእ ከምዘሎ ዝገልፅ ናይቲ ወፍሪ ድሕረ ገፅ ዝበዝሕ ህዝቢ እታ ሃገር ዕድመ ዝደፍአ ምዃኑን ትሑት መጠን ወሊድን ከም ምኽንያት የልዕል። ትካል ምእካብ ግብሪ ጃፓን ከም ዝሕብሮ፣ ጃፓናውያን ምስ ክልተ ሽሕን ዕስራን እተነጻጽር ኣብ ሽሕን ትሽዓተ ሚእትን ተስዓን ሓሙሽተን ዝበዝሐ መጠን ኣልኮል ይሰትዩ ነይሮም። ብተመሳሳሊ ካብ ኣልኮል ዝርከብ ግብሪ ዝቐነሰ ኮይኑ ካብ ሽሕን ትሽዓተ ሚእትን ሰማንያን ካብ ጠቕላላ ኣታዊ ሓሙሽተ ሚእታዊት ዝሽፍን ዝነበረ ግብሪ ኣብ ክልተ ሽሕን ዕስራን ናብ ሓደ ነጥቢ ሸውዓተ ሚእታዊት ወሪዱ። ካብ ብዝሒ ህዝቢ ጃፓን ዕስራን ትሽዓተን ሚእታዊት ለልሳን ሓሙሽተን ዓመት ከም ዝኹኑ ጸብጻብ ባንክ ዓለም ዘመልከተ ኮይኑ ኣብ ዓለም እቲ ዝለዓለ መጠን እዩ። እታ ሃገር ኣብ ገለ ዓውድታት ዘሎ ሕጽረት መንእሰያትን ምሕብሓብ ኣረጋውያንን ሻቕሎት ፈጢሩላ ይርከብ። ብሪጣንያ ግዳያት ዝተበከለ ደም ነብሲ ወከፎም ሚእቲ ሽሕ ፓውንድ ክከሓሱ እዮም። ልዕሊ ኣርባዕተ ሽሕ ዝተበከለ ደም ተዋሂብዎም ንዝተፈላለዩ ሕማማት ዝተቓልዑ ብሪጣንያውን ንግዚኡ ነብሲ ወከፎም ናይ ሚእቲ ሽሕ ፓውንድ ካሕሳ ክወሃቦም ከምዝተወሰነ መንግስቲ ኣፍሊጡ። እቲ ካሕሳ ነቶም ብከም ሄፓይታይሰን ኤችኣይቪን ዝበሉ ብደም ዝመሓላለፉ ሕማማት ጥዕንኦም ዝተጎድእን ከምኡውን ነቶም ብሰንኪ እቲ ዘጋጠመ ሕክምናዊ ጉድለት መጻምዶም ዝሰኣኑን ዝወሃብ እዩ። እቲ ክፍሊት ድሕሪ ን ዓሰርተታት ዓመታት ዝተኻየደ ጎስጓስ እዩ ንፈለማ እዋን ክኽፈል ተወሲኑ ዘሎ። እቶም ስድራቤታት ነቲ ውሳነ እኳ እንተተቐበልዎ፣ ብዙሓት ደቆም ዝሞትዎም ወለዲ ግን ነቲ ዕድል ከም ዘይረኸብዎ ገሊጾም። እቲ ካሕሳ ኣብ ዓዲ እንግሊዝ ኣብ መወዳእታ ወርሒ ሕዳር ዝወሃብ ኮይኑ፣ ኣብ ስኮትላንድ፣ ዌልስን ሰሜን ኣየርላንድን ንዝነብሩ ግዳያት እውን ክኽፈሎም እዩ። ኣብዚ እዋን ግዳያት ንስድርኦምን ንገንዘባዊ ሓገዝ ዝግበረሎም ኮይኑ መንግስቲ እቶም ግዳያት ክሳብ ሎሚ ንዝሰኣንዎን ኣብ ህይወቶም ንዝኸሰርዎን ካሕሳ ንምኽፋል ክሰማማዕ ግን ንፈለማ እዋን እዩ። እቲ ዝወሃብ ካሕሳ ካብ ቀረፅ ነፃን ነቲ ክወሃቦም ዝፀንሐ ሓገዝ እውን ዘየጉድልን ከምዝኾነ መንግስቲ ገሊፁ ኣሎ። ቀዳማይ ሚኒስትር ቦሪስ ጆንሰን ብወገኑ ነቲ በቲ ዘይፍትሓዊ ነገር ኣብ ልዕሊ ግዳያት ዝበፅሐ ጉድኣትን ስቅያትን ክምልስ ዝኽእል ነገር እኳ እንተዘይሃለወ፣ ንግዳያትን መጻምድቶምን ንዝሰኣኑን ንምሕጋዝ ስጉምቲ ንወስድ ኣለና ኢሉ። እቲ ዝተበከለ ደም ንሕሙማት ብምሃብ ዝተፈጸመ ነውሪ ኣብ ታሪኽ ኣገልግሎት ሃገራዊ ጥዕና ብሪጣንያ እቲ ዝኸፍኤ ከምዝኾነ'ዩ ዝግለጽ። ካብ ሸን ትሽዓተ ሚእትን ሰብዓታት ጀሚሩ ሄሞፊልያን ካልኦት ሕማማትን ደምን ንዘለዎም ሰባት ብዝተዋህበ ፋክተር ሸሞንተ ዝተባህለ ሓድሽ ሕክምና ብዙሓት ንዝገደደ ሕማም ተቓሊዖም'ዮም። ኣብቲ እዋን እቲ እቲ ምድሃኒት ካብ ኣሜሪካ ዝመጸ ኮይኑ ካብ እሱራት ዝረኸብዎም ዝተለኽፉም ሰባት ዝተኣከበ ደም ዝተዳለወ እዩ ነይሩ። በዚ መሰረት ሓደ ለጋሳይ ደም ውን ይኹን ብኤችኣይቪ ወይ ሄፓይታይስ ዝኣመሰሉ ብደም ዝመሓላለፉ ሕማማት ዘተለኽፉ እንተነይሩ ኣብቲ ዙር ዝፈረየ መድሃኒት ኩሉ ክብከል ይኽእል እዩ። ቁጽሮም ዘይተፈልጠ ብሪጣንያውያን ሕሙማት ውን ኣብ እዋን ወሊደን ድሕሪ መጥባሕቲ ብዝተገበረሎም ናይ ደም ምምሕላፍ ንሕማማት ሄፓይቴሴንን ቢንሲንን ተቓሊዖም እዮም። ኣብ ሸን ትሽዓተ ሚእትን ሰብዓታትን ሰማንያታትን ኣብ ሃገራዊ ኣገልግሎት ጥዕና ብሪጣንያ ዝተሓከሙ ብውሕዱ ክልተ ሽሕን ኣርባዕተ ሚእትን ሰባት ብኤችኣይቪ ወይ ሄፔታይሲ ቢ ሞይቶም እዮም። ኣብ ዝሓለፈ ወርሒ ዝተሓተመ ዘይሻራዊ መጽናዕቲ ግዳያት ንዝበጽሖም ኣካላውን ስነ ልቦናውን ጉድኣት ካሕሳ ክኽፈሎም ከም ዝግባእ ዘመልከተ ኮይኑ መጻምዲ ደቂ ኣሕዋትን ወለድን ግዳያትን ካሕሳ ክወሃቦም ሓሳብ ኣቕሪቡ መንግስቲ ንምኽሪ ሓሳብ እቲ መጽናዕቲ እንተተቐቢሉ ብጠቕላላ ዝወሃብ ካሕሳ ካብ ሓደ ቢልዮን ፓውንድ ንላዕሊ ክበጽሕ ከምዝኽእል ይግመት። ኣሜሪካ ኣብ ሶማል ጽዑቕ ናይ ነፈርቲ ደብዳብ ትቕጽል ኣላ። ኣሜሪካ ሰራዊት መንግስቲ ሶማል ኣንጻር ኣልሸባብ ንዘካይዶ ዘሎ ወታደራዊ ስርሒታት ንምድጋፍ ዝዓለመ ጽዑቕ ናይ ነፈርቲ ደብዳብ ትቕጽል ኣላ። ኣብዚ ዝሓለፈ ክልተ ቅነ ኣብ ልዕሊ ዒላማታት ኣልሸባብ ተደጋጋሚ ደብዳብ ነፈርቲ ዘካየደት ኣሜሪካ ኣብዚ ሳልስቲ ኣብ ዞባ ሒራን ብውሕዱ ዓሰርተ ኣርባዕተ ኣባላት እቲ ዕጡቕ ጉጅለ ምቕታላ ኣፍሊጣ። ኣልሸባብ ኣብ ማእከላይ ሶማልን ምስ ኢትዮጵያን ኣብ ዶብ ሰለስተ ዞባታትን መጥቃዕታቱ ኣሕይሉ ይርከብ። ኢትዮጵያ ብወገና ካብ ኣልሸባብ ንዝፍነወላ ዘሎ ተደጋጋሚ መጥቃዕታት ንምዕጋት ኣስታት ክልተ ሽሕ ሰራዊት ናብቲ ዘዳውባ ዞባታት ልኢኻ ኣላ። ሰራዊት ፌደራላዊ መንግስቲ ሶማል ካብ ኣልሸባብ ከቢድ ብድሆ ገጢሙ ሓገዝ ሰራዊት ካልኦት ሃገራት ኣብ ዘድለየሉ ዘሎ ኣብ ኤርትራ ሳልሳይ ዓመቶም ኣሕሊፎም ዘለዉ ዓሰርተ ሓሙሽተ ሽሕ ወታደራት ሶማል ናብ ዓዶም ተመሊሶም ምስ ሰራዊት ሃገሮም ክጽንበሩ ዘይከኣልሉ ምኽንያት ዓቢ መዛረቢ ኣርእስቲ ኮይኑ ምህላዉ ኣብ ዝሓለፈ ተቓሊሑ እዩ። ፕረዚደንት ሶማል ኣብ ትሽዓተ ሓምለ ናብ ኤርትራ ዑደት ብምክያድ ምስቶም ወታደራት ድሕሪ ምርኻቡ ኣብ ዝሓጸረ ናብ ዓዶም ክምለሱ ምዃኑ እኳ እንተገለጸ ግብራዊ ከይኮነ ልዕሊ ሓደ ወርሒ ኣሕሊፉ ይርከብ። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኡና ኣብዚ ወዲእና ኣለና። ምሳና ስለ ዝጸናሕኩም ብልቢ ነመስግን። በብዘለኹሞ ሰላም።